ጓል ትግርኛ ኣነይ ከምዚ ኢኺ በልክዋ ንሳ መጺኣ ኣነይ ሸርሙጣ እየ ኢላትኒ ኣብ ሚድያ መጺኣ ክሽርሙጥ ሪኣያ ሴጋ ኣብዚ ትገብሮ ኣነ ኣይኮንኩን ዝበልክዋ ኣነ ሸርሙጣ ኢላ ዘላላይትኒ ምስ ነፍሳ ባዕላ ምስ ናይጀርያ ክትሕቆፍ ምስ ኣንጎላ ምስ ቶጎ ምስ መጎጎ እሳ የላልያትኒ ኣነ ቶጎን መጎጎን ሓደ እዩ መጀመርታ ቶጎ ኢልካ መጎጎ ትብል ማለት እዩ ተሓቋቂፋ ትመፅእ ትሰዓዓብ ንሳታ ሸርሙጣ እያ ማለት እዩ ካልኣይ ነገር መዓልቲ ስዋት መዓልቲ ናፅነት ዝብሎ መዓልቲ ናፅነት ናይ ምጥሪ እዩ ዘለኩም ንዑ ኢልኩም ኢኹም መዓልቲ ናጽነት ትእከቡ መዓልቲ ስውኣት ንዑ ኢልኩም ትእከቡ እምበር መዓልቲ ናጽነት ድሕሪ ትሕልፍ ኮይንካ ኤርትራ ትኸይድ ናጽነት ኣለዋ ድያ የብላን ኣብኡ ከይድካ ተስተማቕሮ እቲ ናጽነት እቲ መዓልቲ ስውኣት ከኣ ኣብ ኤርትራ እምበር ኣብ ስደት ኣይኮነን ንዓኻ ኢሎም ተሰዊኦም ሲ እስኻ ከኣ ኣብዚ መጺኻ ክተብዕሎ ኖኖ እንዳ ሽርምጥና እዩ እሱ እሱ እንዳ ኣመንዝራ እዩ መዓልቲ ስውኣት ኢልኩም ትእከብሉ መዓልቲ ናጽነት ኢልኩም ትእከብሉ መዓልቲ ኣመንዝራ እዩ ንዓይ መዓልቲ ኣመንዝራ እዩ መዓልቲ ስውኣትን መዓልቲ ናጽነትን ኣብ ዓዱ እዩ ኣብዚ ኣይኮነን ሳልሳይ ነገር ምስ ናይጀርያ ተሓቋቂፉ እንትመፃ ምስ ናይጀርያ ተላልያና እንኮ ብሄረ ትግርኛ ኢኻ ምስ ኢጣልያ ተላልያና ምስ ቶጎ ምስ ኣንጎላ ቡርኪና ፋሶ ተላልያና ጓል ትግርኛ እያ ባዕላ መፅያ ነይ ሸርሙጣ እያ ትብላና ባዕላ እያ ኣነ ኮንኩን ኢላ እያ ንሳ እያ መፅያ ኢላትኒ ኣነይሲ ምስ ናይጀርያ እየ ናይጀርያ እየ ዝፈቱ ምስ ናይጀርያ እየ ክመውት ዝበለትና ባዕላ እያ ወላ ሓደ ዝበላ ሰብ የለን ካልእ ብሄራት የለዋን ድየን ኣለዋ ከምኡ ዘይገብራ ድኣ ክቡራት እንድየን ከመይ ገይረን ከምኡ ይገብራ ስለዚ ኣነ ኮንኩን ዝበልክዋ ሸርሙጣ ኣነ ወላ ቤት ፍርዲ ተብፂሕኩምኒ ቪድዮታት እዚ ቀሊል እዩ ክወፃ ይክእል እዩ ከም ናይ ኣፈወርቂ ከይዓፅውኑ እምበር ሴክስ ፎን ብተግባር ኣብ መዓልቲ ናፅነት ዝገበርዎ ኣብ ሽቃታት መዓት ቪድዮታት ኣለኒ ማእለያ ዘይብሉ ቪድዮታት ኣነ ሓቂ ኣይክነግረኩም ማለት እዩ ንዓየ ዘረክቦም ነቲ ቤት ፍርዲ ንዑ እየ ዘረክቦ ስለዚ ኣነ ይኮንኩን ሸርሙጣ ኢለኪ ክብርቲ ሓፍቲ ህግደፍ እዩ ሸርሙጣ ኢሉኪ ባሩ ሰብዓን ሸውዓተን ክትርእያ ትኽእሊ ኢኺ ፊልም ባሩ ሰብዓን ሸውዓተን ንደምስየ ተጎንቢሓ ቃቕ ዘብላ ጓል ትግርኛ እያ ካብ ኣምሓሩ ዝወለድክን ብምሉእ ክንደቂ ትግርኛ ኢኽን ክሳብ ለይትኖ ኤርትራ ዘለኹም ኣድጊ ቀቲልና ኣብ ሰውራ ዒሉብ ኣስመራ ጸኒሑና ኣፈወርቂ ትርዳእ ከላ ኣድጊ ቃቲልና ኣብ ሰውራ ኤርትራ ኣድጊ ቃቲልና እናበልና ዒሉ ቅድሜና ሓሊፉ ጸኒሑና ኣብ ኣስመራ ጉሎ ሼር ግበሮ ናብ ኩሉ ክበጽሕ ታፕታፕ ኮፕሊንክ ከኣይትሕመቑ